ታዮም ኮይኖም እዞም ዓዲ ጉድ እኮ ረኺብና ዝኾነ መፍትሒ የብልኩም እንታይ ሞ ክገብር ምዚኦም ብኸመይ ክንቅየር ኣብዚ ዓዲ ዳርኣኻዮም እንታይ ክገብር ሪኻ እዚ ኩሉ ነገር እንዳገበሩና ግን ሓንቲ ክቆፃፀሩ ዘይክእሉ ነገር ነይራ እዩ ንሳ ከዓኒ ተሓሳስባ ነያ ተስዓን ሽዱሽተን ፐርሰንት ናይ ዓለምና ህዝብኻ ካብ ምሕሳብ እንታይ ድቀሎ ብዛዕባ ሕጂ ኣጋጢምዎ ዘሎ ዘይደልዮ ውጽኢት ምጭናቕ እዩ ዘቖን። ብንግኡ ተሲእካ ብዛዕባ ከራይ ገዛ፣ ብዛዕባ ደሎ ጭንቀት፣ ብዛዕባ ደሎ ናይ ዋና ገዛኻ ሽግር፣ ብዛዕባ ካልእ ነገራት ክትሓስብ ግዴታ የብልካን። ግድነት ኣይኮነን። ሓንቲ ክገብርዋ ደይክውጥ ነገር እንተ ሃልያ ግን ናይ ምሕሳብ ክእለትካ ማንም ሰብ ኣይወስደልካን እዩ። ማንም። ኣብ ሕጂ ኮንካ ብዛዕባ እቲ ሽግር ትሓስብ እንተ ሃሊኻ ግን ጽባሕ ንግሆ እዚ ሽግር እዚ ክድገም ኢኻ ትገብሮ ደለኻ። በቃ ይኣክል ክሊክ ይኣክል ብክሳብ መዓስ ብዛዕባ ክራይ ገዛ ብዛዕባ ካልእ ነገራት ይኣክል በቃ ኣጭናቕኒ ግዴታ የብለይ ሎማዓንቲ ንሪኦ ሪዝን ወይ ድማ ምሕሳብ ናይ ኣእምሮ መሳርሒ ክኾን እዩ ብኣእምሮና እንተ ሪኢና ከዓ ክሳብ ሱሳ ሽሕ ዝኾነ ሓሳባት ኣብ መዓልቲ ኣስታ ሱሳ ሽሕ ዝኾነ ሓሳባት ኢና ንሓስብ ኣብዚ ጥራይ ምስ መፀና ክንደይ ሓሳባት ሓሲብና ኣለና ሕሰቦ ክሊር ነዞም ሶሻልሺ ሓሳባት እንታይ እዮም ቼክ ክንገብሮም ክንክል ኣለና እዞም ሓሳባት እዚኦም ከዓኒ እዞም ሶሻልሺ ዝኾነ ሓሳባት በቃ ትማሊ ዝሓሰብናዮም ወይ ቅድሚ ሕጂ ዝሓሰብናዮም ሓሳባት እዮም መብዛሕትኦም እምበር ሓድሽ ሓሳብ ኣይኮነን እንታይ ንሓስብ ኣለና ዊ ኒድ ቱ ቼክ ንሓስቦ ኢና ዘለና ትማሊ ዝሓሰብናዮ ወይ ቅድሚ ዝሓሰብናዮ ኦልሞስት ዘሰይም እዩ ዝኾን ብንጉ ተሲካ በቃ ቤት ክራይ ተጨነቐካ እንተ ኮይኑ ናይ ቡምባ ገለ መለታት ማይዶ እዚ ዶ ገለ ትብሎ ዘለካ ነገራት ኢስኦል ሓሳብ ነዚ ሓሳብ እዚ ኦፍኮርስ ክትቆፃፀሮ ኣይትኽእልን ኢኻ ኣብ ደገ እዩ ደሎ ግን ሓንቲ ክንርሳዕ ዘይብልና ነገር ዝኾነ ሰብ ድሌቱ ክገብርና ክእል እዩ ድሌቱ ክገብርና ክእል እዩ ድሌቱ ዓይነት ጉድኣት ከብፅሓልና ክእል እዩ ሓንቲ ክቕይራን ክገብራን ዘይክእል ነገር ተዳሃልያ ኣተሓሳስባና ሰብ ክቕይረና ኣይክእልን እዩ ወይ ከዓ መፂ ሓደ ሰብ ናትካ ሓሳብ ክቆፃፀር ይክእል እዩ ሓሳብ ድካ ዝቆፃፀሮ መን እዩ ባዕልኻ ኢኻ ግን ካብ ደገ ንውሽጢ ክነብር ተደኣ ጀሚርና ንጭነቕ እንተደኣ ኮይና ግን መን እዩ ዝቆጻጸርና ዘሎ ሓሳባትና? በቃ ፍቃድ ሂብናዮ ኣለና ነቲ ብደገ ዘሎ ነገር ናትና ሓሳባት ክቆጻጸር ማለት እዩ። ብንጉተሲ እንታይ እዩ ውጽኢቱ ተራእዩ ሃ ዝኽፈል ክራይ ገዛ ኣሎ ዓ ንዕኡ ንኽኸፍል ከኣ ኣብዚ ሰዓት እዚ ዓቕሚ የብሉን ክሊር ሶ ውጽኢቱ ተራእዩ በቃ ብዓይኑ ይድሪ ደሎ ተስዓን ሽዱሽተን ናይ ዓለምና ህዝቢ ከም ዝለኩም ደለኹም ካብ ደገ ሃ ናብ ውሽጢ እዮም ዝነብሩ ስለ ኣብ ደገ ሕጂ ዝኾነ ውጽኢት ኣሎ ሶ እዚ እዚ ውጽኢት እዚ ይርእዮሞ በቃ እንታይ መዓት እዩ ደይ ክራይ ገዛ እኮ ኣይከፈልኩን እዛ ሰበይቲ እዚኣ ከኣ በቃ ገዛ ንኸ ኣይትቕይርን ኢኻ እኮ ገዛ እቃ ምክንያቱ ብኡ ኢኻ ተማርር ኣለኻ እምበር ገዛ እንኮ ትቕይር ኢኻ ካብ ማዕፆ ይትዕፆ ገለ ትብለካ ምቕያር ይሕሸካ ቢኒ ብንግኡ ተስዩ ግን በቃ እንታይ መዓት እዩ ወደ ዛይ ሰበይቲ እዚኣ ከምዚ ክትገብረኒ ሕጂ ከዓ ክራይ ገዛ ኣይከፈልኩም ካበየ ከምፅእ ሰልዲ ባህል የብለይን እንታይ ድገብሮ ምክንያቱ ድሪኦ ዝሰምዖ ደሎ ኣብ ደገ ደሎ እንታይ እዩ ክራይ ገዛ ክትከፍል ኣለካ ክራይ ገዛ ንምክፈልካ ኣብዚ ሕጂ ሰዓት ሰልዲ የብልካን እዩ ስለዚ ብንግኡ ተሲኡ ኢለ ሓስበ ሓሳብ እንታይ ድኸውን ውፅኢት እዩ ድኾን እንታይ ይብል ክራይ ገዛ እንታይ ሞ ከመይ ኢልና ኢና እሞ ክንከፍሎ እዚ ዓዲ እኮ ትርጉም ድበሃል የብሉን ትርእይዎ ኣለኹም ከቢሩ እኮ እዩ ሓቂ ክራይ ገዛ ብጣዕሚ ከቢሩ ኣሎ ኣይኮነ እንታይ እዮም ኮይኖም እዞም ዓዲ ጉድ እኮ ረኺብና ዝኾነ መፍትሒ የብልኩምን ታታ ክብሉ ኢልካ ታናተይ በቃ ትረኽቦ ሰብ ሲ ታናተይ ስከም እንዳ በጃኻ ኢልካ ኣብዚ ዓዲ ኣይንበርን እዩ ዋና ገዛ ተባሂሎም ቡዋ ከም ከልቢ እዮም ውሕውሕ ዝብሉ በቃ ብጣዕሚ እዮም ደጽልኡካ እሱ እዩ ሓሳብካ ስምዒትካ ማለት እዩ ዋና ገዛካ ትፈትዋ ኣይፈትዋን ሂቢኒ ኢሉኒ በቃ ስምዒትካ እሱ እዩ ዝኾን ክትለዓል ከላ ንሳ ማለት እዩ ጭንቕ ይብለካ ታይ መዓት እዩ ወደይ ዛሰ ወይ ክትመጽእ ከላ ክትሪኣ ከለካ ኣፅልእ ኣይተብለካን ስምዒትካ ፍርስርስ ኢሉ ታይ ኢና ወደይ ክንገብራ እዛ ሰበይቲ እዚኣ ሽዑ በቃ ትሃድመላ ማለት እዩ እቲ ክራይ ገዛ ከመይ ገረ ንዑ ክኸፍል ኣለኒ ዘይኮነ በቃ ካብ ስምዒትካ ንምውፃእ ገለ ዝኾነ ምስ ኣዕሩኽትኻ ሻሂ ትሰቲ ወይ ናብቲ ገዛ ደንጊኻ ትኣቱ ወይ ስቕ ትብል ከይተሓፀብካ ምክንያቱ ማይ ከይተፍስስ ኢላትካ ኣላ ስለዚ ከይተሓፀብካ ስቕ ትብል ትኽእል ኣታ እንታይ ደኣ እታ ነገር እቲኣ ኣኺልካ ስቕ ትብል ወይ ማዕጾ በቃ ጥዑይ ጌርካ ክትዓጾ በቃ ቀስ ኢልካ ብ ተሳቂቅካ ማለት ልብካ ጠፊካ ቀስ ጌርካ ትዓጽዋ እታ ማዕጾ that's how you live ንግሆ ተሲካ ትሓስብ በቃ ክራይ ገዛ ኣይተኸፈለን እንታይ መዓት ወደይ ኣብዛ ዓዲ እኮ ክነብር ከይኩ ኣላ ናብራ ከቢሩ ክራይ ገዛ ኣይከፈልኩን በዚ ተኸድካ ፕሮሰስ ዶ ገደበ ነታት ስውን ኣይሰለጠነ በዚ ተኸድካ ሓወይ እውን ታደሰዳ ነበረ ቀኒሱ ኣሎ ኣበይ ዘሎ ቁጥሚ ወደይ እዚ ከዓ እንታይ መዓት ወደይ እንታይ ድገብሮ ከምዚ ክገብር ኣለዎ እዚ ሓሳባት እዚ ደጋጊምካ ደጋጊምካ ክትሓስቦ ከለካ በቃ the whole day ኣብዚ crazy ዝኾነ loop ክትሽክርከር ኢኻ ትውዕል ማለት እዩ ግን ካደ ሓሸ ውፅኢት ትፅበ ካበይ ይምፃእ ዝዘራእካኻ ትዓፅድ ኣይኮነን እዩ ማለት ዝዘራእካኻ ትዓፅድ ብስምዒት ደረጃ ብሓሳብ ውፅእ ደረጃ ትዘርኦ ዘለኻ ነገር ፅባሕ ንጎና ውፅኢት ምፃኡ ዶ ይተርፍ እዩ ሶ ትደልዮ ዓይነት ውፅኢት ኣሎ ግን ካብቲ ትደልዮ ዓይነት ውፅኢት ዘይኮንካ ትብገስ ዘለኻ ካብቲ ዘይትደልዮ ዓይነት ውጽኢ ኢኻ ትብገስ ዘለኻ ማለት እዩ። ተስዓን ሽዱሽተን ፐርሰንት ናይ ዓለምና ህዝቢ ከኣ ካብ ምሕሳብ እንታይ ድዩ ቀሎ? ብዛዕባ ሕጂ ኣጋጢምዎ ዘሎ ዘይደልዮ ውጽኢት ምጭናቕ እዩ ዘቐሎ። ክሊር? ሶ ንጭነቕ ዲና ደለና ወይስ ንሓስብ ኢና ደለና? ለትስ ቼክ ኣወር ሰልፍ፣ ቼክ ንግበሮ ገዛእ ርእስና። ክሊር ጋይስ? ሶ ድኾነ በቃ ዘይሰለጠ ነገር ኣሎ ደጋጊምካ ንጎቶ እስኪ ከኣ ንሱ ትዘርእ። ማለት ሓረስታይ ዘይዘርኦ ነገር ይዓጽድ ድዩ ማለት ጣፍ ዘሪኡ ንምንታይ መሸላ ዘይረኸብ ክብል እዩ ሰብ ግን ከምኡ ይገብር ዘሎ ብንግኡ ተሲኡ በቃ ደይድልዮ ነገር ይዘርእ ንፅባሒቱ ከዓ እታ ክዓፅድ እዩ ዝፅበ ትደልዮ ነገር ክዓፅድ ፅበ እቲ ትደልዮ ነገር ክትዓፅድ እንተዳደልኻ መጀመርያ እቲ ትደልዮ ነገር እታ ክትገብረ ክትክል ኣለካ ክዘሮ ክትክል ኣለካ ግን በቃ ዘሆልደይ ሙሉእ መዓልቲ ደይትደልዮ ዘርኢ ኣሎ the whole day ንሱ ክትዘሪ ኢኻ ትውዕል ክል ደጋጊምካ ደጋጊምካ ደጋጊምካ ነዚ ዘርኢ እዚ ክትዘርኦ ከለካ ብዛዕባ ውፅኢትካ ክትሓስብ ከለካ ከኣል ሓሳብካ ስኾን ስምዒትካ ኮን ተግባርካ ኮን ኖ ቼንጅ ዳስ ሃው ዊ ሊቭ ብከምዚ ኢና ንብር ማለት እዩ ክል ማለት ክራይ ገዛ ሽ ከብደካ ክእል እዩ ንግዜ ወይ ናብራ ከቢሩ ክኾን ይኽእል እዩ እዞም ነገራት እዚኦም ኣይትቆፃፀሮምን ኢኻ ነዚ መስርሕ እዚ ግን ክትቆጻጸሮ ትኽእል ኢኻ። ክሊር ብንግኡ ተሲካ ብዛዕባ ከራይ ገዛ ብዛዕባ ደሎ ጭንቀት ብዛዕባ ደሎ ናይ ዋና ገዛኻ ሽግር ብዛዕባ ካልእ ነገራት ክትሓስብ ግዴታ የብልካን። ግድነት ኣይኮነን። ዋይ ዱ ዩ ዱ ዛት ንምንታይ ትገብሮ እሱ ግድነት ኣይኮነን። ክሊር ሰብ ግን በቃ ግዴታ ከም ዘለዎ ንግሆ ተሲኡ በቃ ብዓራት ተኸፊሉ ከሎ እንታይ መዓት እዩ ወደይ ሕጂ ከኣ ክራይ ገዛ ኣትኒ ከምዚ ክገብር እየ ፕሮሰሰይ ኣይሰለጠንን ከምዚ ግዴታ የብልካን እዚ ነገር እዚ ንምሕሳብ ማለት ኣምጺኡ ሰብ ንዓ ግድነት ብከምዚ ሕሰብ ድብለካ ሰብ የለን ምክንያቱ ዝኮነ ሰብ ዶክተር ፍራንክል ድባሃል ኣብ ናይ ጀርመን ጁስ ትርጉም ምንባር ድብላ ኣለ መጽሓፍ ብቀዳማይ ሪኮመንድ ገይረኩም ነይረ እንተ ኣንቢብኩማ ትርጉም ምንባር ሓቀይ ዶ ማን ሰርች ፎር ሚኒንግ ድብል ኣሎ ሶ እንታይ ድብል ነይሩ ዝኾነ ሰብ ማለት እዩ ማለት ኣብቲ ኮንሰንትሬሽን ካምፕ እዮም ነይሮም ኣብ ናይ ኣብ ናይ ሂትለር ዝነበሩ ኣብ ናይ ናዚ ማለት እዩ እሶም ከዓ ጂዊሽ እዮም ነይሮም ኣብቲ ኮንሰንትሬሽን ካምፕ ዘይሓለፎ ስቃይ የለን እታ መጽሓፍ እቲኣ ከተንብዋ ከለኹም ኣብ ሕጂ ዘሎ ክራይ ገዛ ኣብ ሕጂ ዘሎ ትብልዎ ዘለኹም ሽግር እንታይ መዓት እዩ ኣነ ደኣ እንታይ ኣሕሊፈ ኢኻ ትብል ምክንያቱ ደይሕለፍዎ ታሪኽ የብሎም ጥራሕ እግሮም ኸዱ በረድ እዩ ሓንቲ ሓንቲ ክዳን ዓመት ሙሉ እዮም ዝገብሯ ማለት ቁርሎ ገለ ኣለዉ ሳዮም ዝበልዑ ባና ሓንቲ እባ እንዳተዋህቦም ትንፋሶም ትንፋሶም ከይተረፈ እዮም ዝቆጣጠርዎም ነይሮም ጋዜ ሸትቶም ሕማቕ ትንፋስ ማለት ንክረባበሽ ወይ ንክጭነቑ ኢሎም ሕማቕ ንዕኦም ንከባሳጭዎም ኢሎም ኢቭን ከማን ትንፋሶም እዮም ዝቆጣጠርዎም ነይሮም እዚ ኩሉ ነገር እንዳ ገበሩና ግን ሓንቲ ክቆጻጸሩዋ ዘይክእሉ ነገር ነይራ ኢሉ። ንሳ ከኣኒ ኣተሓሳስባና ኢሉ። በቃ ሓሳበይ ግን በቃ ማንም ሰብ ከቐይረኒ ይክእል እዩ። ካልእ ነገራት ኦፍ ኮርስ ካብ ቁጽጽርካ ወጻኢ ኢቭን ትንፋስካ ካብ ናትካ ቁጽጽር ወጻኢ ክኾን ይኽእል እዩ። ምናልባት ሰብ መጺ ክዕፍነካ ክእል ወይ ልክዕ ከም ዝብለኩም ዘለኹ ነዞም ናዚ ድገበርዎም ነዞም ጁስ ሕማቕ ጋዝ ከሽትቱኻ ክእሉ እዮም። ሓንቲ ክገብሩዋ ዘይክእሉ ነገር እንተ ሃልያ ግን ናይ ምሕሳብ ክእለትካ ማንም ሰብ ኣይወስደልካን እዩ። ማንም ክሊር ግን በቃ ንኽውሰድ ግን ፈቃደኛ እንተ ኮንካ ዝመፀ ሚድያ ዝመፀ ቲክቶክ ዝመፀ ሶሻል ሚድያ ግን ሓሳብካ ወስዶ ኣንለስ ፍቃደኛ እንተዘይኮንካ እዩ እዚ ነገር እዚ ክትቆፃፀሮ ትኽእል ፍቃደኛ እንተኾንካ ግን በቃ ድመፀ ቲክቶክ ሰበር ዜና ትበሃል ወይ ገለ ትበሃል ሓሳብካ ናብኡ ኸይድ ሰ ከምዝብለኩም ዘለኹ ብንግኡ ተሲኡ ሓደ ሰብ ብኣእምርኡ ደጨንቑ ነገራት ክሓስብ ክጅምር ከሎ በቃ ዕረፍቲ ተረኽበ ኢሉ ናብ ቲክቶክ ኣቱ፣ ዕረፍቲ ተረኽበ ኢሉ ናብ ፌስቡክ ኣቱ። ዕረፍቲ ደይኮንካ ትረክብ ግን ማለት ውጽኢት ናብ ምንታይ ደኸይድ ናብ ሓሳብ እዩ ደኸይድ። ስምዒትካ ተረበሸ ስምዒት እንተ ሃሊካ ትጨናነቕ እንተ ሃሊኻ ሞሮፍ ትወስዶም ተግባራት እንታይ እዮም ዝኾኑ ደጨንቑኻ እዮም። ቲክቶክ ክትከፍት ከለኻ ሰላም ክትረክብ ኢልካ ከፊትካዮ ፌስቡክ ክትከፍት ከለኻ ሰላም ክትረክብ ኢልካ ኢኻ ከፊትካዮ ብኣእምሮኻ ግን ኣብዛ ሓንቲ ሰዓት ኮንካ ትዘርኦ ዘለኻ ጭንቀት እዩ ሶ ኣብቲ ቲክቶክ ኣብቲ ፌስቡክ ኣብቲ ትሪኦ ዘለኹም ኣብቲ ትሪኦ ዘለኻ ዩቲብ ድመፀካ ነገራት በቃ ውሽጥኻ ደልምዕ ንስኻ ንክትዓቢ ድገብር ዝኾነ ሞቲቬት ድገብረካ ዘይኮነ ድሰብረካ ነገራት እዩ ምክንያቱ ብንጉ ተሲእካ እሱ ክትርኢ ክትጅምር ከለኻ ሓሳብካ ስምዒትካ ተባላሽ ስለ ዘሎ ምዛ ነገር እዚኣ ኮኔክት ጌርካ ስለ ዘለኻ ብንጉ ተሲእካ ሰበር ዜና ተርኢ ማለት እዩ በቃ ሙሉ መዓልቲ እንታይ ኣብዚ ዓዲ እኮ ናብራ ከቢሩ ኣይፈለጥካ ድሓር ንኩሉ ሰብ ከተከፋፍል ትውዕል ማለት እዩ እንታይ ምክገብር ከ ኣሚን ኣነ እኮ ቅየር ክእል ነይረ እኮ ኣብ ኣሉታዊ ናይ ምሕሳብ መስርሕ ዘሎ ሰብ በቃ ደሆል ደይ እሱ ይግኣ እንታይ ምክገብር ምዚያም ብኸመይ ክንቅየር ኣብዚ ዓዲ ዳርኣኻዮ እንታ ክገብረሉ ይቃል ማለት ናተይ ትርጉም ኣይኮ ኣሚና ከዓ ሽዑ በቃ ሩስያ ሓቂ ከያ ከይሉ ሩስያ እናቐነቐልካ ማለት እዩ ተወዲኣ ዝሆለይ ተጨነቕካ ትውዕል ክልል ግን ግዴታ የብልካን ብልቡ ተሲካ እዚ ሓሳብ እዚ ክትሓስብ ግዴታ የብልካን ሓደ ሓደ ሰብ ነይሩ ኣሸግር ኣቢሎም ይኣስርዎ ሞ እንታሕቲ ኮፍ ኣብሎ ኮፍ ምስ ኣበልዎ ሓፍ ይብል ዋንታ ኮፍ በልሎ ኮፍ ይብል ዳሓር እሶም ንዞሩ ናብዚ ምስ ናብዚ ገጾም ምስ ዘሩ ድማ ሓፍ ይብል እንታይ ኢና ጌርና ገለ ኢሉ ኣምፃ ኣቢሎም ኣሲሮም ኣብታ ገመድ ኣብታ ጉንዲ ነይሩ ኣብቲ ጉንዲ ኣሲሮም ኮፍ ኣቢሎሞ ንስኽን ንሓቅኽን ኣብዚ ኮፍ ዘበልክናኒ መሲልክን ምሽ ብኣእምሮይ ግን ሓፍ ኢለ ኣለኹ ኢሎ ክል ብኣእምሮኻ ካ እሺ ሕራይ ብኣካል ኣገዲዱ ኮፍ ከብለካ ዝኽእል ሰብ ክህሉ ይኽእል እዩ ብኣእምሮኻ ግን ማንም ሰብ ክቆጻጸረካ ኣይክእልን እዩ ባዕልኻ ግን ክትቆጻጸራ ትኽእል ኢኻ ግን ናይ ብሓቂ ዲኻ ትቆጻጸራ ዘለኻ ክል ማለት ብንጉእ ተሲእካ ንዓኻ ዘጨንቑኻ ሓሳባት ብንግኡ ተሲእካ ብዛዕባ በቃ ዘጨንቑኻ ነገራት ብዛዕባ ስትረስ ዝኾነ ዝመጽእ ክራይሲስ ከምዚ እትርእዮ ዘለኻ ሕጂ ብዛዕባ ዓዲ ዘሎ ክኾን ይኽእል ወይ ናይ ዶላር ምኽባር ናይ ገለ መለታት ሪስክ ንኸይትወስድ ምፍራሕ ቢዝነስ ክኾን ይኽእል በቃ ዝኾነ ኣብ ህይወትካ ዘጋጠመ ዝኾነ ትራብል ወይ ሽግር ኣሎ ዝኾነ ሊሚቴሽን ኣሎ ምክንያቱ እዚ ሰዓት እዚ ናይ ገዛእ ርእስኻ ገዛ ይብልካ ንሱ ስለ ዘይብልካ ካዓ ክራይ ገዛ ትነብር ኣለኻ ታደካይ ሬትካ ሰበይትኻ ጭቕጫቅ እያ ሙሉ መዓልቲ ከተበሳጭወካ ትውዕል እዚ ነገራት እዚ እንዳሓሰብካ ግን ሙሉ መዓልቲ እንታይ ከትገብር ኣለኻ ሶ ናይ ብልቢ ኣሎ ማለት ከምዚ ክደይ ንክብል ንኽእል ኢና ስምዒትና ግን በቃ ከምዚ ንክንብል እዩ ዝገብረና በሁለይ እንተዳሪና ሕማቕ ሓሳባት ተዳ ናብ ኣእምሮና ንመላለሳል ኢና በቃ ገና እኮ ጀመርክያም ቢዝነስ ደጀመርክያ ቢዝነስ ኣይጀመርክያን ክትጅምር ኢኻ ሓሲብካ ግን ዩ ሃቭ እንታይ ሩጭና ኢኻ ኣብ ሰዓት ተኸሰርኩኸ ንምንታ ክል ዝኾነ ፕሮብሌም ኣጋጥመካ እዚ ኣጋጢምካ ዘሎ ሽግር ምናልባት ትማሊ ኣጋጢምካ ክኾን ይኽእል እዩ ኣብ ሕጂ ኮንካ ብዛዕባ እቲ ሽግር ትሓስብ እንተ ሃሊኻ ግን ፅባሕ ንከ እዚ ሽግር እዚ ክድገም ኢኻ ትገብሮ ዘለኻ ምክንያቱ ኣእምሮና እንታይ ኢለኩም ኣለኹ ማለት ኣእምሮና ክሳብ ሕጂ ብንፈልጦ ሕጂ ትበሃል ሰዓት ጥራይ ትፈልጥ ስለዚ ሪስክ ሆሆሆ ሪስክ ከመይ ጌርካ ክውሰድ ተደኣ ትብል ኮንካ ገና ከይጀመርካዮ ኣብቲ ቢዝነስ ከለኻ እዩ ዝኾነ ኣብ ሂወትካ ሪስክ ዝመጽእ ምኽንያቱ ናይ ቢዝነስ ሪስክ ኣይኮነን ዝፈልጥ ኣእምሮና እንታይ ጥራይ ዝፈልጥ ሪስክ ጥራይ ዝፈልጥ ክልእ ኣብ ሕጂ ኮንካ ትሓስቦ ዘለኻ ጽባሕ ንጎም ዝረኣካ ይተርፍ እዩ ሶ እንተ ኣብዚ ክሬዚ ሉፕ ሃሊና ግን ኣንተ ኢንሳኒቲ ድበሃል እንታይ እዩ? ንኣብነት ሓደ ሰብ ኣልበርት ኣንስታይን ከምቲ ድብሎ እንታይ ኢሉ እዩ? ሓደ ሓሳብ ደጋጊምካ ደጋጊምካ ዕቡድ ድበሃል ሰብ ከመይ እዩ? ሓደ ሓሳብ ደጋጊሙ ደጋጊሙ እናገበረ ግን ከ እንታይ ይጽበ? ደሓሸ ለውጢ ይጽበ ሃውካ ማለት ሓንቲ ነገር ዳገበርካ ደጋጊም ዳጊምካ ንዓ ዳገበርካ ውጽኢት ደይመጽእ እንተ ኮይኑ ነቲ ውጽኢት ድዩ ክትቅይሮ ኣለካ ወይስ ናትካ ሚንስ እዩ ክትቅይሮ ኣለካ ወይ ከዓ ናትካ ተግባር እዩ ክትቅይሮ ኣለካ ናትካ ተግባር እዩ ሓቂዶ ተግባርካ ክትቅይር ተደኣ ኮንካ ከዓ እንታይ ክቅይር ኣሎ ስምዒትካ ክቅይር ክኽእል ኣሎ ስምዒትካ ክቅይር ተደኣ ኮይንኻ ሓሳብካ ክቅይር ክክእል ኣለዎ ሓሳብካ ክቅይር እንተ ኮይኑ ከኣ ውጽኢትካ በቃ ይቅየር ማለት እዩ ናብ ውጽኢት ክንከይድ እንተ ኮይና ካብ ውጽኢት ዘይኮነ ክንጅምር ዘለና ካብ ምንታይ ካብ ሓሳብ እዩ ክንጅምር ዘለና ክልል ኣብ ከምዚ ዓይነት ኩነታት ንገዛ ርስኻ እንተ ረኺብክያ ዩ ኒድ ቱ ሰይ ስቶፕ በቃ ይኣክል ክል ይኣክል ክሳብ መዓስ ብዛዕባ ክራይ ገዛ ብዛዕባ ካልእ ነገራት ይኣክል በቃ ኣጭናቕኒ ግዴታ የብለይን ንጎተስየይ ሕማቕ ነገራት ክሓስብ ኔጌቲፍ ኣሉታዊ ዝኾኑ ነገራት ክሓስብ ግዴታ የብለይን we need to stop it በቃ ይኣክል ብንግኡ ተሲእካ ደሎ ሽግር of course ኣሎ ብሂወት ስለ ደለኻ ሽግር እትውን ኣጋጢምካ ኣሎ እሺ ተመስገን ኣጋጢምካ ኣሎ ብዛዕባኡ ሕሰብ ኣሉታ ናይ ማሕሰ ናይ ናይ ምሕሳብ መስርሕ ክንሪኦ ጸኒሕና በቃ ኣብታ ክሬዚ ሉፕ ኢኻ ሙሉ መዓልቲ ክትሽክርከር ትውዕል ኣብዚ ሰዓት እዚ ግን እንታይ ትገብር? ልክዕ ከም ሓደ ፐርሰንት ክትሓስብ ትጅምር። ዘይትደልዮ ውጽኢት ኣሎ፣ ካብኡ እንተ ጀሚርካ እሱ ከም ትረኽቦ ስለ ትፈልጥ ኣብዚ ሰዓት እዚ እንታይ ትገብር? ናብ ገዛእ ርእስኻ ትምለስ እሞ ፈጣሪ ዝሃበካ ድንቅን እጹብን ዝኾነ ኣእምሮኻ ብንጉኡ ጀሚርካ ምኽንያቱ ፈጣሪ እንታይ ሂብና ኣሎ? ኣእምሮ ሂብና ኣሎ ብከመይ ንጥቀመሉ ሂሳብ ተዋት ግን ብርግኡ ተሲካ በቃ ፈጣሪ እንታይ ኢሉና መዓልትኩም ብጸሎትን ብምስጋናን ጀምሩ ተባሂልና ሓቀይ እዩ ስለዚ ብንግኡ ብጸሎትን ብምስጋናን ጀሚርካ ኣእምሮ ስለ ደለካ ክትሓስብ ብምኽኣልካ ኩሉ ብሂወትካ ደሎ ጸጋታትን በረኸታትን ክትሓስቦ ትጅምር ዳስ ሃው ላይፍ ወርክስ ግን ብንግኡ ተሲካ ቢ ኦፐን ዝኾነ ማይንድ ክህልወካ ክእል ኣሎ በቃ ንኩሉ ነገር ክፉት ንኩሉ ነገር ከኣ እዩ ኦፍኮርስ ሕጂ ብዚ ሕጂ ሰዓት ክራይ ገዛ ከቢሩ ኣሎ ኣብዚ ሕጂ ሰዓት ድኾነ ሽግር ኣጋጢምኒ ኣሎ ግን እዚ ንዓይ ኣይምጥነን እዩ ኩሉ ነገር ስለ ድከኣል ከኣ እቲ ትደልዮ ነገር ብምስፋር ኣብ ዝለዓለ ደረጃ ክበጽሕ ይኽእል እየ ዝብል ሜንታሊቲ ግን ክትሕዝ ክትክእል ኣለካ።